ሰላም ሰላም ናይ ሞቦ ዩቱብ ቤተሰብ ተከታትልቲ ከመይ እኒኤኩም ዳሕና ድኩም ኣነ ዳሕና እየ እግዚኣብሔር ይመስገን ከምቲ ኣነ ዳሕና ለለክዎ ዳሕና ክትኮኑለይ በዓልቲ ሙሉእ ተስፋ እየ ሎማዓንቲ ከዓ ብሓድሽ ቪድዮ መፅኤኩም እኒኤኩ ማለት እዩ ሓድሽ ቪድዮ ተኣዩ ተይልኩምኒ ከምቲ ትሪእዋ ኣለኩም ኣብ ጎነይ ጋሻ ኣላትኒ ማለት እዩ ገዛኺ ክምርቆ ኢላ ብጣዕሚ ልፎትያ ለክብራ ንእሽተይ ሓፍተ እያ ማለት እዩ ያው ትፈልጥዋ ትኾኑ ኢኹም ጓል ዴስኣ ሽኮር እያ ከምኡ ደሞ ቀደም ካብ ክልተ ሽሒ ዓስሪ ሰለስተ ዓመተ ምህረት ብጣዕሚ ልፎትየን ለኽብረን ኣሕዋታ ነይረን ማለት እዩ ሐዚ ደሞ ኣጋጣም ብስራሕ ጉዳይ ተራኺብና ተላሊና ጽቡቕ ሌላ ነይርና ማለት እዩ ሐዚ ደሞ ላብ ገዛይ መብራት ሓፍተይ ክሪኤኪ ኢላ ላብ ገዛይ መጺኣትኒ ማለት እዩ ታይ ሒዛ ከም ልመጸትኒ ክነግረኩም እየ ኣስቴር ሓፍተይ እንኳብ ሰላም መጸኺ ካብ ጸፍሒ ሜሩ ወይ ማዕረይ ከመይኒኺ ደሕና እየ እግዚኣብሔር ላብ ዩቱብ እየ ክለቀክ ባይዘወይ ለቀጸክ ኣለኹ ፍቃደኛ ዲኺ ፍቃደኛ እየ
ይቃርጽ ፍቃደኛ ኢኸ ዶ የኔ ማር? እወ ብደንቢ እና ክቡራት ቤተሰብ እግዚኣብሔርን ናይ ሓሰብክዎ ለይተፀበኽዎ ስጦታ እያ ሒዛትለይ መፅያ እግዚኣብሔር የኽብረለይ ኣጋጣሚ ኣብ መቐለ ደሞ ዝኾነ ስልጠና ክትሰልጥን እያ ብኡ ገይራ መፅኣ ምሳይ ክትኮን እያ ተዓዲለ እየ ማለት እዩ ደቂ ዓበይቲ ማዕረይ እና ኣስቴርየ መቐለ ከመይ ርኢኽያ መቐለ ብጣዕሚ ሓሪፍ ደስ በሃሊት እያ መቐለ ብጣዕሚ እየ ፍትያ ክትቅመጥላስ ህርፉፈት ኔኪ ማለት እዩ ባይዘወይ ኣነ ግን ብጣዕሚ እዩ ጸልሚትን ነይሩ ግን ኣስቴር ሓፍተይ ግን ብጣዕሚ እያ ፎትያታ ማለት እዩ ብዚ ኣጋጣሚ ደሞ መልካም ስራሕ ይኹነልኪ ወልዋ ጽቡቕ ናይ ስራሕ ዘበንኪ ይኹነልኪ ወልዋ ናይ ሓደ ሰሙን ሰሙን ስልጠና ሰልጢና ቀጥታ ላብ ስራሓ እያ ከተኣቲ ማለት እዩ ክብራት ቤተሰበይ እና የቐንየለይ እየ ልብለኪ ኣነ ካሊእ ልብሎ ነገር የብለይ እስቲ ክብራት ቤተሰበይ ከዓ ናይ ሰብ ፍቕሪ ይዓድልኩም እግዚኣብሔር ኣምላኽ ለክብር ሰብ ይሃብኩም እየ ልብለኩም ልሰብሲ ውህብቶ ገለ ለይኮነሲ ኣኽቢሩ ገዛኻ መፂ እንድሕር ጠይቕካ ልባዕሉ ካብኡ ልዓቢ ክብረ ኣሎ እዩ ኢለ ኣምኒ ካም ኣነ ሓንቲ መብራት ማለት እዩ እና ሰብ ብጣዕሚ ዝተገረምኩሉ እንታይ መሲልኩም ሰብ ካብ ሰብ ይፅበ እንዲ ሓደ ሓደ ግዜ ሲ ካብ ስዑ ድምፂ ምስ በልኩ ሲ እንታይ ልባ ሃሳሲ ሓንቲ ደርፉ ድዩ ልባሃል ኣሎ ኣብ ስዑዲ ኮይንካስ ብዙሕ ነገር ወደ ትገብረሉ ሰብ ኣስቴር ሓፍተይ ካብስ ምፅ ምስ በልኩስ እስቲ ክንደይ ሰብ ክጥይቐኒ እዩ ኢለ ሓስዮ ማለት እዩ እግዚኣብሔርን የኾነ ኢደ ክጥይቐካሲ ካባኻ ተመሊሱ ገንዘብ ልጥይቀካ ኩነታት እየ ተዓዚበ ማለት እዩ ብጣዕሚ እየ ተገሪመ በቃ ብጣዕሚ ማለት እዩ በቃ ኣብ ጸገማ ግዚኡ ደሪስካሉ በቃ ብዙሕ ነገር ጌርካሉ ሰብሲ ኣይኾነይ ዶ ጥርሙዝ ኣረቂ ሒዙ ክመጸካ ኣይኾነይ ዶ ህውቲ ሒዙ ክመጸካሲ ኪሎ ሙዝ ሒዙ ለውንሲ ኣይጠይቐካይ ግርምቢጥ ለዓቐብ ኣነታይ ሒዘ ክኸድ ላዋልኩላ ተሰከፍኩ ማለት እዩ ግን ሕዚ ተማሂረ ማለት እዩ ዝኾነ ንእሽተይ ስጦታ ዋላ ተይውኒ ሰብስ ሕጉስ እዩ በቃ ብከምዚ ካብ ሰብ ብዙሕ ተፀባይት ዶ ይኮንኩ ግን ብጣዕሚ እየ ልሕጎስ በቃ ዝኾነ ነገር ሒዝለይ ይኾነ ይመፅስ በቃ ኣኽቢሩኒ በቃ መብራት ንጠይቀኪ ገለ ኢልቶ መፅኢለይስ በቃ ክንደይ ኢላ ይልኣክል ሰብ የኽብረኒ ክንደይ ኢላ ይልኣክል ኢሉ ፎትየኒ ኢለስ ብጣዕሚ ይጉጉ ማለት እዩ እና ብዚ ኣጋጣሚ ደሞ በተለይ በተለይ ካብ ቤተሰበይ ውጪ ብጣዕሚ ብዙሕ ነገር ልገብረኒ እና ብዙሕ ተጓንፎታት የጋጥመን እሞ ካብ ተጓንፎታት ለውፀን ደሞ መብዛሕትኡ ካብ ዓፅመ ስጋይ ውጭ እዩ በቃ ካብ ደቅነይ ማለት እዩ መጀመርያ መጀመርያ ደቅነይና ክብራት ስድራይ በቃ ወለደይና ደቅነይ ማዕረ ካብኡ ሓሊፉ ግን ከምለ ኣስቴር ሓፍተይ ልበላ ኣሕዋተይ እየን ልኾናኒ በቃ ልጥይቃኒ ማለት እዩ ካብ ሓው ገይርካሉ ቤተሰብ ገይርካሉ ሲ ትጓና ለይገወርካሉ ይበፅሐልካና እስኪ ካማየኒ እኽን ዶ ቤተሰብ ለይገብሩልክን ሲ ካብ ስድራኽን ውጭ ቤተሰብ ከምዚ ቤተሰብ ገይርክናሉ ስለይገብረልክን ሰብ እኒኦ ዶ እና ኣብ ኮሜንት ኣቲኹም የቐኒየለይ ዛንበይተይ በሉና ኣይፈላሊኽን ከዓ ወልን ኣጋጣሚ ሎማዓንቲ ስለ ልመሸ እምበይ ምስ ሜረዳ ኣርሴማ ኢና ውዒልና ምስ ስቴር ሓፍተይም ኣፋሊጠያ ማለት እዩ ሀዚ ከተማ መቐለም ደጊም ላፈለጥና ኢና ሁላትና መንገዲ ቀደም ብጣዕሚ የልጠፍእ ነይረ ባይዘወይ ማለት እዩ ግርም ይልብለኩም እግዚኣብሔርን ኣብ ከተማ ከይደ ጠፊኤሲ ኣበይ እኒኤኺ ኢሎምኒስ ኣብዚ ዳኪየኪ ኢለዮም ብጣዕሚ ለስሕቖም መሓፍሰ የለዉ ማለት እና እዚኣ ግን ብጣዕሚ እያ እንትን ሓያል ሰብ እያ እግዚኣብሔር ሓያል እዩ ከተማስ በቃ ገዛና ልዋዕልስ ሓንቲ መዓልቲ ሪኣካስ በቃ ኣይ ኣይትርስዑ ሐዚ ልባዕልስ ገዛና ገዛና ልከተማ ከይድና እስኪ ከተማስ ተይረስዐቶ መፅያስ ገሪምኒ ልባዕለይ እና ማለት እዩ ደቂ ዓበይቲ ዋይ ሒዛትለይ ልመፀት ስጦታ ነሪኤኩም ኢና ፀበይና ደቂ ዓበይቲ ስጦታይ እዚኣ ትመስል ማለት እዩ እዚኣ ትመስል ተኣያ ውሽጣ ሒዛ እንከፍታ ኢና እስቲ ዋው ንካልኣይ ግዜ እየ ግን ኣብዛ ብርኽቲ ገዛይ ኬክ ልቆርስ ኣለኹ ባይዘወይ ሎሚ ቐነ ደሞ ደስ ኢልኒ እዩ ብምንታይ ደስ ኢልክ ተኢልኩም ንሲ ዝገዛይ ልሰረቐስ ወርቂ ሰሪቑ ተትሒዙሲ ኣታ ጎይታይ መዓረይ እሞ ይትፈጥረለይ ዶ ኣፍ ደገ ድማ ይመጽእ ኣፍ ደገ ድማ ይግነ እየ ላዋልኩ ነይረ እና ብጣዕሚ እየ ደስተኛ ምክንያቱስ ፍትሒ ይደሊ እየ ትክክል ለጥፈእ ሰብስ ፍትሑ ክረክብሲ ይደሊ እየ በቃ ቅፃዕ ከምለ ጦታ የለይ ደቂ ቤት ዋይ መዓረይ ረእይዎ ደስ ክብል ኣጋጣም ድሙስ ኣዝዋይ ማዓረይ ቅድም ክትመፅኒ ተለኺ ፍርጅ እየ ነበረኒ ሕዚ ግን ጓልነይ ፍርጅ ገዚኣትለይ ውሽጢ ልበይ ርኢኺ ኢኺ መስለኒ ገዚእ ወፅዕለይ ላዓረፍና ክንወልዕ ኢና ናብ ብጣዕሚ የቐኒየለይ ኣስቴር ሓፍተይ እግዚኣብሔርን ቃላት የብለይ ገና ብሓደም ክንነብር ኢና ባይ ዘ ወይ ትሳ ክትሰልጥነሉና ስራሕ ክተውፀሉ ትደልላ ስራሕ ደሞ ኣነ ከዓ ክሰርሕ ብዙ ሰብ እዩ እንትን ልብለኒ ክስልጠን ማለት እዩ ናብ ሽዱሽተ ሸውዓተ መዓልቲ ስልጠና እያ እና እግዚኣብሔር ኣምላኽ ይሳኸዕልኪ ሓፂር ግዜ ናብ ዓልኪ ሰርሒ ይግበርኪ ላዋልኩም ኣብ ኮሜንት ፀሓፉለይ መዓ እዞም ኣሕዋተይ መዓረይ ማለት እዩ ባይ ዘ ወይ ደቂ ዴሳ ኣብዚ ኣጋጣሚ መዓት ኣለዋን ፈተውተይ በቃ መዓት ዘን ኣሕዋተይ መዓት ኣለዋን እና ካብተን ካብኣን ብ ኣከባቢ ናይ ዓሰርተ ሰለስተ ዓመት ኣሕዋታ ናይ ዓሰርተ ሰለስተ ዓመት ዓሰርተ ኣርባዕተ ዓመት ዕርክነት ኢለ ኣለና ማለት እዩ ናይ የቐንየለይ ኣብዚኣ ከዓ እኒኣ ካራ ትርእይዎ ኣለኹም ሃፒ ፕርስደይ ከይበሃለ ባይዘወይ ግን ኣብ ህይወተይ በእውነት ኣብ ህይወተይ ብጣዕሚ እየ ደስተኛ እኒኦኹ ሕዚ እግዚኣብሔር ክብሩ ይውሰድ ንዕኡ ይኹኖ ማለት እዩ ደቂ ዓበይትዋይ እግዚኣብሔር ኣምላክ ለይሮእናዮ ሽሻይ ይፍጠረልና እግዚኣብሔር ኣምላክ ልተባረከ እንጀራ ይግበረልና ዘም ኣሕዋተይ ልሰራሕናዮ በረከት ኣሜን ኩሉ ነገር ልሓሰውናዮ ቁም ነገር የብፀሐልና እናሬዋ ሃምዚኣ ጌርና እዛ ኬክና ቆሪስና ማንካና ኣምፂና ንበልዕ ኢና ሓቢርኩም ብልዑ ምሳና ደቂ ዓበይቲ ኣስቴር ዋይሞ ኣምጽልና ንበልዕ ባላዕና ኣዕሪፍኩም ተወልዕዎ እንጀራ ይፍጠረልኩም በተለይ ስደት ለለኹም ኣሕዋትና ኣይዎ ለኽብር ሓው ይፍጠረልኩም ኣነ ዓባይ ካብ ድማ ለውዓለይኮ ቀድመ ኣነ ኣነ ኳሳስኩ እትም ሰባት እሺ እዚ እንደምን ኣይክኸልስን ወዲያው ሳም ቤተይ በቃ ኣንስ እንድዒ ሰብ ምክባድ ገለ ኣይፎቲ ባይዘወይ ሕውእ መንነት የብለይ ባህርየ ሃምዚኣ እያ ሰስ ሕውእ መንነት ገለ ለለኒ ይመስሎም ግን ኣነ ሕውእ መንነት የብለይ በቃ ሃምዚኣ እያ ባህረይ

ክፈታላ እዘን ኣሕዋተይ ማዓረይ ባዕልኽን ልባዕልኽን ተሓባበራ ካብኡ ደሞ ኣብ ሽኤን ትግነ ድያ ልበልክና ንትግነ እያ ግን ደሞ ኣብ ዕዳጋ ከይድክን ምግዛእ ትሕሸክን ክልተ ዓይነት ስለለለዋ ማለት እዩ ናብ ጣዕሚ የልፎትየክን ጣዕሚ የለኽብረክን ኣትን ጀጋኑ ለጀገንክን ኣሕዋተይ ደሞ ነተን ጀጋኑ ደቂ ኣንስትዮ ላርእኽን ጅጋኑ ኹና በቃ በዓልትኽን በላሕቲ ኹና ሓደ ሓደ ኣሕዋተይ እኒኤኽን ድሕር ተመኺርክን ብጣዕሚ ኢኽን ትኹርያ ግን ኣብዚ ለሎ ብጣዕሚ ኒሕ ስለ ልሕዘካ እዩ በቃ ዘን ሃሳሳት ዓዲ ዓረብናራ ዘን ሑዳት ስኢልኩም ላውን ደውሉ እሳተን እኮ ገለ ስለ ልበሃል እዩ እና ኣብ ምድሪ ለሎ ሓቂ ሒዝናልኩም ሒዝናልኩም ክንመጽእ ተለና በተለይ ደቂ ኣንስትዮ ኣሕዋተይ ኣይትጽልኦ ስምዖኦ እሞ ንፎየኦ ወይ ከዓ ሓሒኦ ካብኡ እቲ ፅቡቅ ልታሕቲ ክወርድ እዩ ወይ ከዓ እቲ ሕማቅ ላዕሊ ክቀሪ እዩ እና ኣይትፅልኦኦ ኣነ ደሞ ብዓዲ ዓረብ ስለ ልነወርክ የኮነይዋ ዋላ ተለይ ነብርለ ኣይፎቲ ዓዲ ዓረብ ነበረት ገለ ፍቃዲ መኪና ዋላ እየ ልባስ ለሚንካ ድያ ካሊኣትካ እየ ልብል ዓዲ ዓረብ ነበራ እኮ ገለ እንድሕር ኢሎም ለሚንካ ካሊኣትካ ድያ እየ ልብል ብጣዕሚ ኣይፎቲ እና ዑዳት ስለ ንበሃል ኣብዚ ለለ ሰብ እዩ ግን ዓውድኒ እዝግዮ በይኑ ሃምዚ ላለ ይኸድ ዓድና ለለ ሰብ ሃምዚ ላለ ይኸድ ግን ኣንሕና ኢና ግን ዑዳት ንበሃል ማለት እዩና ምኽሪ ኣይትጽልኦኦ። ሰብ ደሞ ልምንታይ ትሓትት ልምንታይ ትምልሰ ይበሃል እዩ ሰብ ኣኽቢሩ ክሓተካ ተሎ ኣኽቢሩ ኢካ ኢኻ ትምልሰሉ ሓደ ሓደ ለኽን ደቂ ኣንስትዮ ኣሕዋተይ ብመንነትካ ሰብ ኣይጽዋዕ እዩ ኣነ ህዚ የዋህ ተኾይነሲ ኩሉ ሰብ ለዋህ ኢሉ መስለኒ ምስ ጎደእኒ እየ ልፈልጦ እና መንነትና ሲ ከምዚ ናትና መንነት ጌርና ልሰብ ዝተለይ ንወስድ ብላ ዝወ እና ላላዕና ደቂ ዓበይቲ ዋይ ማዕረይ ታያ ትፀውኺ ከይትብላ ኒሕ ስለ ልሕዘኒ እዩ ምክንያቱ ሲ ከማና ዝሰርሕ ለለ ተባዕትዮ ብጣዕሚ እዮም ለናዱዲኒ

ሀዚ ሓደ ሓደ ዩቱበር እኮ ናይ ሰብ ፎቶ ኣብታ ልረእያ ከምዚ ተባሂላ ከምዚ ተብሂሉ ገለ ይበሃል እዩ ኣነ ግን ኣብ ሂወተይ ለይፎትዮ ጓል ኣንስተይቲ ልጓል ኣንስተይቲ ክፀርፍ የብላ እየ ልብል ካብኡ ደሞ መንነትካ ልሰብ ብመንነትካ እዩ ፅዋዕ ኣነ ሀዚስ ለዋህ እየ ወዶ ሓደ ጊዜ ሴት ኣይደ ኣጋጢሙ ምስ ኣስቴር ሓፍተይ ገዛይ እዚ ክስረቕ ተለማ ጥዒና ላመፃናስ ብጣዕሚ በኽየ በቃ ብጣዕሚ ካብኡ ዝስኣይስ ጥዑይ እዩ ዘቡኡ ካብኡስ እንታይ ኢለዮስ ዘላለም ስዳ ፖሊስ ጣብያ ላተመላለስካ ንበር ብውላድካ ኢለዮ ከምዛ ደም ለንዋዕኹምኒ እግዚኣብሔር ይፍደኹም ኢለዮም ፈዲዎም ለርእዎም ፖሊስ ፖሊስ ጣብያን ካራት ሉ ብድሕረይ ሰለስተ ግዜ ድገለ ሰሪቑኒዮ ሕጊ ስለለየለ ይወፅእ ለካ ፅዒና ላመፃና ኣነ ሽፌር ሳልሳይ ሰብ ነርና ላመፃናስ ካብኡስ ማይ ሕርር ይብለ ልበይ በቃ ብሕርቀት ልመፀ ማለት ሃው ሃይላንድ ገዝኡለይ ሰላሳ ቅርሺ ድያ ገለያ ከማኸለይቲ ሃውስ እንካ ቅርሺ ኢለ የስ ዋይ ነነ ኢሉኝ እሱ ግን ሕዚነየ እየ ስለላሃው ነርቀስካ ውይ ውይ ምልውህ ኢለ ሓሲብኩም ወድኹም ካብ ሰብ በቃ ሰላሳ ቅርሺ ስለልገዘለይሲ በቃ የዋህ መሲል ንሃምዛ ዓለይካስ በቃ ውስ ኢሉ ምሳና ነበረ ብራዘር በቃ ማይ ሃይላንድ ስለ ልገዘእልክስ የዋህ ማለት ድዩ የዋህ ልበሃል ነገር የለይ በቃ እግዚኣብሔር ጥራሕ እዩ የዋህ ልምንታይ ሃምዚ ኢልክ ማዕረ ሃምዚ ሰብ ተኣምኒ ምናምን ኢልንና ሰብ ክተኣሙኖ ትኽእል ሃመይ ድዩ ናይ ባዕልኻ መንነት እዩ በቃ ኣነ እዚ ክጎርሕ ተኾይነ ጎራሕ ተኾይነ ወይ ከዓ ከለኩ ጎራሕ እዩ ትብሎ ባዕልኻ ክትኮን ተለኻ እኮ ኢለ እከለ እኮ ሸርሙጣ እያ እከለ እኮ ሓሻዊት እያ እከለ እኮ ሓማይት እያ ተልካ ናይ ባዕልኻ መንነት ኢኻ ትዎ ዋላ ክኾን ይኽእል እኮ እቲ ሰብ ግን ዝዚ መቢልካ ልሰብ ቡትናትካ መመዘኒ ኣይትናገር ሄዚ ስቴር ሓፍተይስ ሓቲታትንስ ካልኣይቲ ጓል መፅያስ ልምንታይ መሊስኪ ኣይበሃል እና ብመንነትና ሰብ ኣይንፀውዕ እና ደቂ ዓበይቲ ካብኡ ደሞ ደቂ መዳም ቀመመ ይትበልና ምናምን ትብላ ደሞ ቀመም ተረዲኡ ክንድዩ ብለይ ቀመም በርበረ ኣይብላዕይ ሓቀይ ዶ ስለዚ ቀመማት ኢና ኣብ የቱም ቦታ ከይድና ብዓዲ ተበልክን ቀመማት ኢና ብለይ ኣንሕና ምንም ነገር ለስራሕ የለይ ብስደት ከይድናም ከምኡ ማለት እዩ እና ኣትን ሓደ ሓደ ደቂ መዳም ቀመም ክትውክላ ለይ ትኽእላ ግን ኣለኽን ይኽን ግን ኣነ ከም ካሊ እጓላት ጸሪፍካ ይቅርታ ምናምን ስለለይ ፎት እየ ብመንነቱ ትናሰብ ናባዕሉ ናባዕሉ ክትወለካና ሓደ ሓደ ኣሕዋተይ ኣብ ለይምልከተክን ጠውለቕ ኣይትበላ ኣንስ በዝሐ ኢለ እውን ፎተውተ እየን እግዚኣብሔር ይመስገንዋ ግን ለኣኸን ይጠቅም እዩ ለኣኸን እምሮኸን ከዝናን ይኽእል እዩ ልብል ሒዘ ክቐርብ እየ ንስኻትን ከዓ ሼር ሳብስክራይብ ላይክ ላጎርኩም ኣተዋውዕኒ ብጣዕሚ እየ ልፎትየኩም ብጣዕሚ እየ ለኽብረኩም ኣብ ስደት ለለኹም ኣሕዋተይ ከዓ እግዚኣብሔር ኣምላኽ ሓሳብ ልብኹም ኣስሚሩ ተይጎደልኩም ተይሓመምኩም ልመሬት ዓድኹም የውቅኹም በቃ ኣነ ጽቡቅ እየ ልምነ ጽቡቅ ድ- ጽቡቅ ነገር ምንጋር እዩ ደስ ልብለና እግዚኣብሔር ኣምላክ እ፣ ኩሉ ዳሕረዋ እዩ መጀመርያ ጥዒና እዩ እግዚኣብሔር ኣምላክ ሓሳብ ልብኩም ኣስሚሩ ንመሬት ዓድኩም የውቅዕኩም ለይፋንድያኹም ካሌ እየ- ድሕሪተ ይቕረ ለይረሃፅኩም ኣብ ስደት ደምኩም ኣይፍሰስ ብጣዕሚ እየ ልፎትየኩም ብጣዕሚ እየ ለኽብረኩም እግዚኣብሔር ኣምላኽ ልብለለለኹምዎ ሰላም ሰናይ ይኹነልኩም